ሰላም ሰላም ተኻታተልቲ መደብ ቲቲ ሾው ንዓኹም የዘናግዕ ይምህር ዝበልክዎ መደብ ሒዘልኩም መጽየ ኣለኹ እናበ ከብለኩም ቅድሚ ምኻደይ ከይረሳዕኹም ካባኹም ዝደልያ ሸር ሳብስክራይብ ላይክ ኮመንት ሃናጺ ርእይቶኹም ኣይፈለኒ ናብ ምሉእ ትሕዝቶ ናብቲ መደብ ከብለኩም እንኳዕ ደሓን መጻኻ ክብሮም ሓውና እንኳዕ ደሓን ጸናሕኩም ብድጋሚ።

ኣጆኩም እምበኣርከስ ናብ ኩቡር ጋሻና ክሓልፈኩም ምልእ ሽሙ ባዕሉ ከላልየኩም ኣብዛ ፈላሚት መደበይ።
የቐኔለይ ኣብዚ ናይ ፈለማ መደብኩም ንዓይ ከም ጋሻ ከተቕርቡኒ ምኽኣልኩም ካብ ልቢ የመስግነኩም ማለት እዩ ንዓኻትኩም ከኣ ኣብ ስራሕኩም ዕውታት ክትከኑ በዚ ኣጋጣሚ ናይ ፈላም ጋሻ ምዃነይ ማለት እዩ ይምነየልኩም ንምልላይ ዝኣክል ናተይ ስመይ ክብሮም ግርማይ ይበሃል ኣብ ዓደውሒ ትበሃል ኣብ ወረዳ ኩዓቲት ኣውራጃ ኣከለጉዛይ ተወሊደ ዓብየ ከምቲ ኩሉ ሰብ ትምህርቲ ዝመሃሮ ከኣ ምስ ስድራቤተይ ኮይነ እቲ ናይ መባእታን ካልኣይን ደረጃ ትምህርቲ ክሳብ ናይ ማእከላይ ደረጃ ትምህርቲ ኣብ ኤርትራ ተማሂረ ኣብዚ ዓዲ ከኣ ይቕመጥ ማለት እዩ። ኣብዚ ዓዲ ክብል ከለኹ ምናልባት ኣብ ካልእ ዓዲ ዘለዉ ዘይፈልጥዎ ክኾኑ ስለ ዝኽእሉ ወይ ከም ዝቕመጥ ኣብ ሆላንድ ይነብር ኣለኹ ማለት እዩ። ኦኬ ክብሮም ሓውና እንኳዕ ደሓን መጻኻ ደጊመ ክብለካ። እንኳዕ ደሓን ጸናሕኩም።
እሺ እንታይ ክሓተካ ደልየ መሰለካ ክብሮም ሓወይ ያ ከመይ ነይሩ ኣመጻጽኣኻ ንስደት እስከ ብስፍሕ ዝበለ ተላልየና እወ ስደት ስደት ማለሲ ወላ እቲ ስሙ ጽቡቅ ኣይኮነን እንድዩ ስደት ክትብል ከለካሲ ካብ ብዙሕ ነገር ትስደድ ኣለካ ማለት እዩ ካብ ዝለመድካዮ ክብርታት ካብ ብዓብዩ ካብ ወለድካ ካብ ተፍቅሮም ትፈትዎም ወለድካ ትፍለ ኢካ ዘለካ ስለዚ ሕጂ እቲ ንስደት ዝመጻካዮ መንገዲ ዘይኮነ እቲ ንከሰድደክ ካብቲ ዓዲ ምስዳድካ ጥራይ ካብ ስድራካ ምፍላይካ ጥራይሲ ክብደት ከም ዘለዎ ይረኣየካ እዩ በቲ ስሙ ማለት እዩ። ስለዚ ኣብቲ ናይ መግለጺ ስደት ክንኣቱ እንሕራእ ኮይና ብዙሕ ኢና ክንዛረብ ምክንያቱ ሰብ በብዝመረሮ በብዝከበዶ እዩ ንስደት መጽዩ ሓደ ሕጂ ካብቶም ምረት ቅድሚ ንስደት ምውጸኢሲ ምረት ናይ ሂወት ኣብቲ ዓደይ ዝብሎ ከይተሰደድኩስ ኣብቲ ዓደይ ዝብሎ ዝረኣኩ ሰብ እየ ኣነ ስለዚ እቲ ስደት ንዓይ እቲ ምረት እንድሕር ኣሕሊፈየስ ኣማራጭታት ወሲደዮ ስለ ዝመጻኹ እቲ ስደት እዚ እዩ ክብደቱ ክብሎስ ግዜ መቕተሊ እዩ። ምኽንያቱ ኣብ ስደት ጥዑም ከም ዘየለ ስለ ትፈልጥ። ኣብ ጉዕዞ ስደትሲ ጥዑም ከም ዘይትረክብ ስለ ትፈልጥ ማለት እዩ። ሕጂ እቲ ጥዑም ኣብ ጉዕዞ ስደተይ ዘይኮነ ኣብ ዓዲ ይረኸብክዎ እቲ ጥዑም ንዓይ። እቲ ኣብ ዓዲ እንድሕር ጥዑም ዘይረኺበዮ ንስደት ክመጽእ ከለኹ ጥዑም ኣይኮነን። ስለዚ እቲ ዘይጥዑም ተላሚደዮ ኣብ ዓዲ ኣነ እንድሕር ደኣ ተላሚደዮ ኣነ እቲ ስደት ከም ንቡር ከምቲ ኣብ ዓዲ ዝነበርክዎ ከምኡ እየ ዝሪኦ ብከምኡ እየ ከኣ መጽየ ክሕለፍ ዝፈቱ ማለት ኣብ ሆላንድ ኢካ ዘለካ ነዊሕ ዓመት ኣይገበርካን ሰለስተ ዓመት ጌርካ ኣለካ መስለኒ ኣብ ጽቡቕ ደረጃ ትምህርቲ ውን በጺሕካ ኣለኻ። እዚ ንክትበጽሕ ዝወሰድካዮ ጻዕሪ ከመይ ነይሩ? እንታይ ዓይነት ትምህርቲ ኢኻ ክትወስድ ዘለኻ? ኣብ እንታይ ዓይነት ትምህርቲ ኢኻ ትመሃር ዘለኻ? እዝን ካልእን ኣስፍሕ ኣቢልካ ክትገልጸለይ። እወ፣ መጀመርያ ትምህርቲ ክንብል ከለና ስነልቦና ናትካ ምዕባይ ማለት እዩ። እቲ ዘለካ ፍልጠትሲ ምዕባይ ማለት እዩ። ኣነ እቲ ትምህርቲ ዝበሃል ካብ መጀመርያ ካብ ስድራ'የ ዝወስዶ። ካብ ስድራ እየ ዝወርሶ ማለት እዩ ኣስፍሕ ኣቢልና ንዓ ንመረዳእታ ክኾነና ኣነ ኣብ ዝነብረሉ ዓዲ ወይ ዝነብረሉ ዝነበርኩ ዓዲ እቲ ቤት ትምህርቲ ርሕቕ ዝበለ እዩ ሕጂ ኣቦይ ተገዳሲ እዩ ናይ ትምህርቲ ብጣዕሚ ዝግደስ ሰብ እዩ ኣደይ እውን ከምኡ ማለት እዩ ኣብ ትምህርቲ ኣነ ኣብቲ ዝመሃረሉ ቤት ትምህርቲ ኣብ ወርሒ እንተ በዝሐ ሰለስተ ግዜ እንተወሓደ ክልተ ግዜ መፅእ ነይሩ ኣቦይ ኣብቲ ቤት ትምህርትና ንናተይ ነጥቢ ምስ ናይ ኣሕዋተይ ዋላ ሓወይ ንእሰይ ኣሎ ሓወይ ነጥብና ንክከታተል ኣብ ወርሒ ክልተ ግዜ ክሳብ ሰለስተ ግዜ ኣርባዕተ ግዜ ዝመጹ ኣሎ ከመይ ንከይድ ኣብ ትምህርቲ ንክከታተል እና መጽ ነይሩ ሕጂ እንታይ እዩ ዘርእየካ እቲ ክኩስኩሰካ ከሎ እቲ ወላዲ ትርጉም ናይ ትምህርቲ እንታይ ምዃኑ እንዳረደ እዩ ዘዕብየካ ሕጂ እቲ ትርጉም የዕብየካ የረዳእካ እንተ ሃልዩ እቲ ወላዲ ምናልባት ኣብቲ ሽዑ ህይወት ኣይርዳእካን እዩ ምክንያቱ እቲ ሓልዮት ኣብቲ ወላዲኻ እዩ ተጻዒኑ ዘሎ እቲ ሓልዮት ኣብኡ ተጻዒኑ ስለ ዘሎ ንዓኻ ዘድልየካ ክቃለሰልካ ግድነት እዩ ንሱ ወላዲ ክሳብ ዝኾነ ውላዱ ኣብ ጽቡቕ ደረጃ ንኽበጽሕ ዝምነ ወላዲ ብዙሕ እዩ ኩሉ እዩ ምናልባት ዘይክኾነሉ ይኽእል እዩ ምስ ዕድል እቲ ንስኻ ትወስዶ ምርጫ ዝውስኖ ነገር ማለት እዩ ወላዲና እቲ ምርጫ ንሕና ክንወስዶ ዝግብኣና ካብ እግሪ ተኽልና ክኹስኩሰና ስለ ዝነበረ ግን ይኹስኩሰና ነይሩ እኹል ናይ ትምህርቲ ክሪታርያ ኣሎ ንየለን ኣብ ኤርትራ ንሱ ዝዛራረብ ኣይኮነን ግን እታ ዝነበረት በቲ ዓቕሚ ናይቲ ሃገር ወይ በቲ ዓቕሚ ናይቲ ኣብኡ ዘሎ ትምህርቲ ከመይ ጌርና ክንመሃር ንኽእል ንሕና መጻኢናሲ ከመይ ኣብ ትምህርቲ ዘሎ ኣረኣእያ ካብ ትምህርቲ ንኸስቦ ነገር ብኸመይ ክንፈልጥ ንኽእል ምስ መማህራና ዲስካስ እንዳገበረ ኣቦይ የምህረና ናዮ ማለት እዩ ሕጂ ትርጉም ትምህርቲ ካብዚ እየ ዝፈልጦ ኣነ ካብቲ ስድራ ኣትሒዘ ትርጉም ትምህርቲ ሓደ እዚ ትርጉምቲ ቲዮሪ ናይ ትምህርቲ ማለት እዩ ሓፈሻዊ ኣብቲ ትምህርቲ ዝበሃል ግን ኣብ ኣከባቢካ ትገብሮ ነገር ዝነበርካ ንባዕሉ ትምህርቲ እዩ ሕጂ ክብረት ምስ ዓበይቲ ምክባር ንምንኣስካ ጽቡቅ ነገር ምርኣይ ካብ ምዕባይካ ጽቡቅ ነገር ምምሃር እቶም ሕማቓት ነገራት ዝበሃሉ ምእላይ፣ እዚኦም ንባዕሎም ኣብቲ ማሕበራዊ ህይወት ትመሃሮም ነገራት እዮም። ስለዚ እዞም ኩሎም ምስ ፕላስቲየር እትወስዶ ናይ ትምህርቲ ተወሃሂዶም ሓደ ራኢ ንክህልወካ ይገብሩኻ። ካብቲ ሕብረተሰብካ ከይወጸኻ ንክትመሃር፣ ነቲ ሕብረተሰብካ ዘገልግል ከኣ ንክትመሃር። ነዞም ንኹሎም ኣብ መንጎ ኩሎም መሳልል ዘሎ ንስኻ ንገዛእ ርእስኻ ነቲ ፍልጠት ትመሃሮ። ፍልጠት እንታይ ምዃኑ ትፈልጥ ማለት እዩ። ሕጂ ኣነ እዚ በጺሐዮ ዘለኹ ደረጃ ኣይንየተሉን እየ ግን ንወላዲየይ የመስግኖ ግን ነቲ ዘዕበየኒ ሕብረተሰብ የመስግኖ እቲ ከም ሕብረተሰብ ዘዕበየኒሲ የመስግኖ ኣብቲ መሪር እዋን ኣብቲ ዝኸበደ እዋን ኣብቲ ኩሉ ናይ ትምህርቲ ፋሲሊቲ ክትረኽበሉ ዘይትኽእል ምሁር ከኽብሩ ከለዉ ዓቢ ዓዲ ከኽብሩ ከለዉ በብዕድመኡ ሰብ ከኽብርዎ ከለዉ ንትምህርቲ መግለጺ እዩ። ስለዚ እንተ ተማሂርካ ትኸብር ምዃንካ እየ ዝምሃር ኣነ ዝፈልጥ። ስለዚ ስለ ዝተምሃሩ ከቢሮም። ወለድና ንትምህርቲ ግቡእ ምዃኑ ፈሊጦም ኣብ ትምህርቲ ዘለዎም ኣረኣእያ ቅኑዕ ስለ ዝኾነ ንምሁር ኣኽቢሮም ንሶም እውን ብዘለዎም ጸጋ ዕድመን ብዘለዎም ክእለት ብቕዓትን ኣተኣላልያ ምሁራትን ለባማትን ተባሃሂሎም ተኸባቢሮም ኔሮም ማለት እዩ። ስለዚ እቲ ትምህርቲ ናተይ መበገሲ ካብዚ ይኸውን። ቀጺሉ ኣብ ስደት ክትመጽእ ከለኻ ቅድሚ ንስደት ምምጸኣይ ኣነ ማለት እዩ መደባት ኔርኒ። እቲ መደባት ዝሕንጽጾ ክልተ መደብ ኔሩ። ሓደ እቲ ጉዕዞ ንስራኤል ንምኻድ ኣብ ክልተ ሽሕን ሸውዓተን ሸሞንተን ማለት እዩ ኣብ ስራኤል ከይደ እቲ ቀለልቲ ዝኾኑ ንስድራቤት ክትሕግዘሎም ትኽእል ነገራት ሓጊዝካ ብድሕሩ እስራኤል ከም መንበሪ ኣይሓስቦን ኔረ ሕጂ ታይ ጥራይ ነቲ ትምርቲ ከም ዝዓበየ መጻኢ ናተይ ሳብ ትምርቲ እየ ሓስቦ ኔረ እስራኤል ግን ከም መዝለሊ ባይታ ክጥቀመሉ ደሊ ኔረ ሂወት ናይቲ ስድራቤት ከማሓይሸሉ ንክቅይረሉ ጥራይ ብድሕሩ ናብ ትምርቲ ዘለዎ ዓዲ ክረክበሉ ዝክእል ናብ ኤሜሪካ ገጸይ ድየ ክኸይድ ናብ ኤውሮጳ ድየ ክመጽእ ከምዚ መደባት ኔርኒ ኣጋጣሚ እቲ ዕድል ክሳኻዕ ኣይከኣለን ድሕሪ ግዜ ግን ድሕሪ ክንደይ ከርተት ድሕሪ ክንደይ መከራ ስቓይ ድሒርና ንዕለሉ ንኸውን ኣብዚ ዝነብረሉ ዓዲ መጽየ ማለት እዩ ስለዚ እዚ በጺሐዮ ዘለኹ ደረጃ ይብገስ እየ ደኣ ዘለኹ እምበር ገና እቲ ዝሓልሞ ዘለኹስ ኣይኮነን ሕጂ ነቲ ዝሓልሞ ዘለኹ ክሰርሕ ከም ዘለኒ ይኣምን ሕጂ ትሓትኒ ዘለኽሲ ነቲ ትምህርቲ ከባራብሮ ከም ዘለኒ ኢኺ ደጊምክለይ ዘለኺ እቲ ሕቶኺ ንዓይስ የባራብረኒ እዩ ዘሎ መሊሱ ተረዲክኒ ቀዲምኪ ቅድሚ ዝኾነ ናይ ትምህርቲ ሕቶ ምሕታትኪ ንዓይ ኣብ ትምህርቲ ዘሎ ተገዳስነት ሰብ በቢ ዘለዎ ካፓሲቲ ኣብ ትምህርቲ ዘሎ ድልየታት ይገልጸልካ ኣሎ ማለት እዩ ወይ እቲ ትምህርቲ ኣብ ትምህርቲ ዘሎ መዐቀኒታት ይነግረካ ኣሎ ማለት እዩ ተረዲክን ስለዚ ሕጉስ እየ እቲ መጀመርያ እቲ ሕቶ እዚ ምዃኑ እቲ ድልየታት ናይ ትምህርቲ ውን ሰባት ረባሒ ካብ ትምህርቲ ይረብሑ ምዃኖም ዘርእየካ ስለ ዝኾነ ንዓይ ሞራል ዝውስኽ እዩሞ የቀንየለይ ክብለኩም ይደሊ የቀንየለይ በዝሓኩም ከይህሉ እምበር ናይ ጸገም የለን እዚ ዘለኻዮ ደረጃ ውን እኮ ትሑት ኣይኮነን እሞ ኸኣ ኣብ ሰለስተ ዓመት ብዙሓት ኤርትራውያን ሲ ኣብ ኣብ ከምዚ ናትካ ብዙሕ ኣይበጽሑን እዮም ማለት ሓደ ክልተ እዮም ሕጂ እቲ ትምህርቲ ዘለኻዮ ከመይ ማለት ንዓኻስ ዕግበት ኣለዎ ዶ?
እንታይ መሰለኪ ኩሉ ግዜ ዕግበት ኣብ ኣተሓሳስባኻ እዩ። እንድሕር ኣተሓሳስባኻ ብግቡእ ይሓስብ ሃልዩ ጽቡቕ ትሓስብ እንተደኣ ሃሊኻ ዕጉብ ኢኻ ኩሉ ግዜ ምኽንያቱ ትገብሮ ዘለኻ ነገር ትፈልጥ ኢኻ። ሕጂ እዚ በጺሐዮ ዘለኹ ደረጃ ወይ ዝመሃሮ ዘለኹ ደረጃ ከም ምሳለ ኣነ ንብዙሓት ከም ኣብነት ክኾኖም ማለት እዩ ናብዚ ዓዲ ክመጽእ ከለኹ ዲፕሎማ ናተይ ናይ ኤርትራስ ኣየምጻእኩዎን እቲ ዲፕሎማ ዝሰርሓሉ ዝነበርኩ ማለት እዩ እቲ ዲፕሎማ ስለ ዘየምጻእኩዎ ኣብዚ ዓዲ ቀጥታ ናብ ትምህርቲ ክኣቱ ይከእልን እየ ናብቲ ኒፌዮ ዝደልዩ ዓይነት ትምህርቲ ስክኣቱ ይደል ኣይክእልን መጀመርያ ቋንቋ ክወስድ ኣለኒ ብድሕሪኡ እንድሕር ቋንቋ ነፊዐ እውን ናብቲ ዝደልዮ ለበል ንክኣቱ ዲፕሎማ ናተይ ክህልወ ከምፅኦ ኣለኒ ከምፅኦ ይክእልን እየ ኣነ ግን ክጣበብ ኣለኒ እቲ ዝጣበቦ ሓንቲ ነገር እያ ጥበብ ተድልየካ ድልየትካ ክትሃርም ምዃንካ ምፍላጥ ትደልዮ ነገር ክትገብር ምዃንካ እንድሕር ትፈልጥ ኮንካ ክኸውን ይኽእል እዩ እቲ መዕቀኒ ናትካስ ኣድላይ ይከውን እቲ መዕቀኒ ናትካ ኣብ ኣተሓሳስባኻ እዩ ዝምዘን ሕጂ እንታይ ማለት እየ ምስ ኣተኹ ብዛ ዓዲ ኣብታ ካምፒ መጀመርያ ምስ ኣተኹ ኣብ ቡዶድ ዝበሃል እዮም መቲሆምኒ ኣብ ጥልያን ሽዱሽተ ወርሒ ምስ ተቐመጥኩ ኣብ ቡዶድ ዝበሃል ቦታ እየ ኣትየ ካብ ድሕሪ ሽዱሽተ ወርሒ ናይዚ ዓዲ ተቐቢሎምኒ ወረቐት ንቡዶል እዮም ኣእትዮምኒ። ካብ ቡዶል ድሕሪ ሰለስተ መዓልቲ ኣብኡ እቲ ናተይ ወረቓቕቲ ምስ ወዳእኩ ናብ ሱስትበርኽ ከባቢ ኣዘሰይ ዝበሃል ቦታ ናብቲ ኣይምን ካምፕ ቪኽ ገለመለይ ዝበሃል ኣብ ኣዘሰይ ማለት እየ ናብኡ ወሲዶምኒ። ሕጂ ኣብኡ ምስ ኣተኹ ድሕሪ ዝተወሰነ መዓልቲ ድሕሪ ሸውዓተ መዓልቲ ሸሞንት መዓልቲ ክኸውን ሓደ ነገር ሓቲት እየ ተሓትኩም ነገር እንተ ነይሩ ነፃ ስራሕ
ፍራይወርክ ፍራይወርክ ሕጂ እንታይ እየ ገሪሞም መጀመርያ ሲ ገሪሞም እንታይ ይሓተና ኣሎ ኢሎም ማለት እዩ ሽዑ ብእንግሊሽ ይሓቶም ነይረ ከምዚ ሎሚ እቲ እንግሊሽ ከይጠፍኣኒ ከሎ ምዚ ናይዚ ዓዲ ቋንቋ ተሓዋዊሱ ገለ መለ ማለት እዩ ሕጂ ክሓቶም ከለኹ ኣነ ስራሕ ደሉ ኢለ ዓሰርተ ግዜ ከውን ኣመላሊሶም ነታ ስራሕ ንክረኽቡለይ ብጥርሑ ማለት እዩ ስኻ ብዘይ ገንዘብ ብነጻ ብዘይ ገንዘብ ፋይበር ኣይክሰርሕ ደሊ ዓሰርተ ግዜ ኮን ኣማላሊሶም ምክንያቱ ድሌታት ናተይ ሓቂ ድዩ ኣይኮነን ክፈልጥዎ ኣለዎም ንሰን ከማን ኣነ ግን ይደልዮ እየ ንድልየተይ ክደኽመሉ ክኽእል ኣለኒ ክደኽመሉ እንድሕር ኮይነ ከኣ ዝደልዮ ክፈልጥ ኣለኒ እታ ዝደልያ ዘለኹ ኣብታ ፋይበርኻ ጉልበተይ ሂበ ምስራሕ ጥራይ ኣይኮነትን ፍልጠት ከምጽእ ምዃነይ ስለ ዝፈልጥ እየ ካብኣ። እተን ናብ ገዛ ተዋሂበ ኣብ ገዛ ከይደ ዘጥፍእን ግዜ ኣብታ ፍራይቨርከን ያይ በን ገለ መለ ዝብሉ ንኣብነት እቶም ሲምፕል ዝኾኑ ቋንቋ ቋንቋ ንዕኦም ካብኦም ክወስድ እኽእል እየ ማለት እዩ። ሕጂ ነዚኤን ክወስድ እንድሕር ደኣ ኮይነ ሜላ ክጥቀም ኣለኒ። እዛ ሜላ እዚኣ ተጠቒመ ዕድል ክገብር ሓወይ ምንኣሰይ ኣዝየ ዘኽብሮ ሓወይ ማለት እዩ ኣብዚ ዓዲ ቅድመይ መጺኡ። ኣብ ትምህርቲ ዝነበሮ ተገዳስነት ዋላ ኣብቲ ስድራ ዘለዎ ሓላፍነት ንዓይ ካብቲ ሞራል ዝህበኒ እዩ እቲ ናይ ስድራ እንኳን ናይ ስድራይሲ ይሕግዘካ ኣብ ኩሉ ኩነታት እንኳን ናይ ስድራ ናተይ ፋሚሊ ወይ ንዓይ ከማን እቲ ዝዓበየ ኣስተዋፅኦ ዝገበረ ኣብ ሂወተይ ማለት እዩ ሕጂ ንሱ እንድሕር ረኣ ሃልዩ ኣብ ጎድነይ ኣሎ ኩሉ ግዜ ሓወይ ሕጂ ፀገማት ክንኣሊ እንድሕር ረኣ ኮይና እቶም በዳህቲ ዝበሃሉ ነገራት ንኽንሓልፎም ክንበራህት ከም ዘለና ኢና ንዛረብ ምስ ሓው። ምስ ስድራ ባዕለይ ሓላፍነት ኣለዎ። ንስኻ ከመይ ጌርካ ትመሃር ክትሓስብ ኣለካ እብለኒ ነይሩ ማለት እዩ። ሕጂ እዚኣ ኩሉ ግዜ ብዕድመ ኣይኮንካን ክመ ዝነሰብ ብኣተሓሳስብኡ እንድሕር ደኣ ከማኻን ልዕለኻን ኮይኑ ክሰምዖ እዩ ዘለካ ዋላ ትሕተኻ ብኣተሓሳስብኡ ዝለዓለ እንድሕር ደኣ ኮይኑ ዕድመ ትሕተኻ ይኹን ክሰምዖ ኣለካ። ናይ ምስማዕ ባህሪ ኣለኒ ኣነ እቲ ጽቡቅ ነገር ናተይ ሰባት ክሰምዑ ምደሊ እየ እዚ ዝሰምዖ ስለ ዝነበርኩ ናይ ሓወይ ናቱ ተመክሮ ውን ገለ የካፍለኒ ስለ ዝነበረ ነዚኣ ኣብ ርእሰይ ኣላ እቲኣ ክሰርሓ ደልዮ ዘለኩ ምስ ነገርክዎ ተሓጒሱ እዩ ሓወይ ድሒሩ ይረክቡለይ ስራሕ ኣብ ኣብሮና ዝበሃል ትካል ከምዚ ናይ ስማቲክስ በሃሉ ከምዚ ተኣለይቲ እዮም ሓገዝ ዝደልዮ ማለት እዩ ኣብኡ ይረኽቡለይ ምስኦም ይመጽእ ኣብኡ ይሰርሕ ማለት እዩ ሕጂ እቲ ቋንቋ የለን እቲ ቋንቋ ውሑድ እዩ ሸውዓተ ሸሞንተ መዓልቲ እየ ገይረ ዘሎ
ክቡራት ተኸታተልና ከመይ ከሎ ዕላልና ምስ ክብሮም ዘሎ ዕላልና ገና ቀጻሊ እዩ እስከ ክብሮም ሓወይ ሕጂ ክንቅጽል ዕላልና
እው ከም ዝበልክኺ ሕጂ ኣብቲ ትካል ክኣቱ ስለ ዘለኒ ኣብኡ ምስ ኣተኹ ኣብ RSA ዝበሃል ትምህርቲ ክምዝገብ ኣለኒ ናይ እቲ ቋንቋ እቲ ትምህርቲ ክወስዶ ማለት እዩ ሕጂ እቲ ትምህርቲ ክወስዶ ኣብቲ RSA ዝበሃል ዲፕሎም የድልየኒ እዩ ናብቲ ትካል ናብቲ ቤት ትምህርቲ ንክኣቱ እቲ ቤት ትምህርቲ ተምሃራይ ኮይኑ ንክምዝገብ ዲፕሎም የድልየኒ ነይሩ Yeah. ትምህርቲ ሕጂ እታ ዲፕሎም ከምፃ ኣይክእልን እያ ኣነ ያ እንታይ ድልየት ኣሎ እታ ዲፕሎም ካብታ ሃገር ከምፃ ኣይክእልን እያ ካብ ኤርትራ ኣነ እንታይ ክገብር ኣለኒ ኣርእየዮም እየ ሕጂ እታ መርኣያ ናተይ እታ ኣምቢሽን ወይ እቲ ድልየት እቲ ናተይ ክኾኖ ዝደሊ የርእዮም እየ ነይረ እንዳረኣኹም እየ መጽየ መወዳእትኡ እቶም ትካል ንዓይ ተሓሊቖምለይ ማለት እዩ እንታይ ኢሎም ሓጊዞምኒ እዚ ፈተና ጌርናሉ ኢና በዚ ፈተና እዚ ሓሊፉ እዩ ስለዚ ክበቅዕ ይኽእል እዩ ንዓና ክሰርሓልና ክኽእል እዩ ክንተሓባበሮ ኣለና ዝብል ምስቶም ቤት ትምህርቲ ተረዳዲኦም ብዘይታ ዲፕሎማ ኣብ ናይ ሳልሳይ ዓመት ትምህርቲ ናይ ኮለጅ ማለት እዩ ሳልሳይ ዓመት ኣብ ፈርቢ ኸርሳውስ ትምህርቲ ኣትየ ቀዳማይ ዓመት ሕጂ ይወስድ ኣለኹ ኣብቲ ናይ ሳልሳይ ዓመት ኮይኑ ቀዳማይ ዓመት ይወስድ ኣለኹ ማለት እዩ ስለዚ እቲ ናይ ቀዳማይ ዓመት ትምህርተይ እንዳተኸታተልኩ ስራሕ ኣርባዕተ መዓልቲ ስራሕ እናወፈርኩ ሓንቲ መዓልቲ ከዓ ትምህርቲ ይኸይድ ማለት እዩ። እተን ዝተረፋ ግዜ እውን ምስ ሰባት ክትራኸበሉ ዳርጋ ዘይትኽእል እዩ። ሕጂ እንታይ እዩ ኣብ እትጠቓቕማ ግዜ እቲ ግዜ ብግቡእ ስለ ሒዘዮ ዘለኹ ሰባት ንኽትረኽበሉ እውን የጸግመካ እዩ። እቲ ናይ ትምህርቲ ኩነታት ኣብ ከምዚ ሰዓት ጽቡቕ እዩ ትምህርቲ ከምዚ ይከታተሎ ኣለኹ። ብዙሕ ነገር ክትገብር እሞ ከኣ ኤርትራዊ ኮንካ እሞ ከኣ ውሑድ ዓመታት ብዙሕ ጽቡቕ ነገር እዩ i hope ክትብርትዕ ካብዚ ሕጂ እንታይ ክብለካ ደልየ እንታይ እዩ ሕጂ ኣብዚ እንታይ ኣይድያ ክትቦም ትኽእል ነዞም ኤርትራውያን ኣብዚ ናይ ሕጂ ዘለዉ ከማኻ ኤርትራውያን ስደተኛሲ እንታይ ክተላሓልፈሎም ካብዚ ናትካ ተሞክሮኻ ማለት እዩ እንታይ ክተከፍሎም ትኽእል?
እንታይ ይመስለኪ ሰባት ነዚ ኣነ ዝዛረቦ ዘለኹ ብከምዚ ኣነ ዝገልጾ ዘለኹ ዘይኮነ ካብዚ ኣነ ዝገልጾ ዘለኹ ብዝምቅር ቃላትን ብዝጥዕም ቃላትን ገሊጾሞ እዮም። ሰባትሲ እንታይ ክኾኑ ኣለዎም ኣብ ዕላምኦም እንታይ ክበጽሑ ይደልዩሲ ንኽፈልጥዎ ዝኽእሉስ ቀለልቲ ነገራት እዮም። ኣነ ግን ሓንቲ ነገር ክህቦም ዝደሊ ሓንቲ ነገር እያ ተድልየካ ናብቲ ናትካ ሪክቲንግ ክትከይድ እንድሕርድኣ ደሊኻ ንሳ ከኣ ንድልየትካ ምፍላጥ ንድልያትካ ምፍላጥ ካልኣይ ንትደልዮም ነገራት ከምትደልዮም ደኣ ክትኣምን ኣለካ እምበር ንትደልዮም ነገራት እንዳፈራሕካ ክትኣትዎም ክትክእል የብልካን። ክኾኑ ከም ዝኽእሉ ብትብዓት ትኣትዎም ኣለካ። ክትኮኖም ከም ትደሊ ክትብሎም ኣለካ ብኣፍካ። ብፍርሓት ትሕዞም እንድሕር ደኣ ሃሊኻ፣ ልዕሊ ብዙሓት ብሉጻት ሰባት ዝበለጽካ ክትከውን ትኽእል ኢኻ። ብፍርሓት ሒዝካዮ ዘይትሓስቦ ስለ ዘለኻ ግን ክትከውን ኣይትኽእልን ኢኻ። እዚ ትብሎም ኩሉ ግዜ ክትጥንቀቐሎም ኣለካ ብኣፍካ ዝወጹ። ክበጽሖ ይኽእል'የ በል። እንተታት ኣይተምጽእ ኣብ ዓወት ንዓወት ክትበጽሖ ውድቀት ክህሉ ይኽእል።
ሽር ምራት ተኻትልና ንእሽተይ ዕረፍቲ ወሲድና ፀኒሕና ተመሊስና ከማን ደኣ እሺ ሕጂ ናብ ዕላልና ንቕጽል። እወ ከምቲ ክብለኪ ዝጸናሕኩ እዩ እቲ ዕላልና ኣብ መንጎ ንቆርጾ ከይንህሉ እምበር ኣብቲ ናይ ትምህርቲ እዩ ዘሎ እቲ ናይ ትምህርቲ ከኣ ኣብ ትራይፈር ናይ ፍራይቨርካ ማለት እዩ ኣብቲ ኣውሮና ዝበሃል ትካል ዝሰርሕ ከም ጀመርኩ ኣብኡ ከኣ ኣብቲ ምእላይን ምሕጋዝን ነቲኦም ኣብኡ ጸገም ዘለዎም ሰባት ኣብኡ እሰርሕ ነይረ ሕጂ ኣብቲ ስራሕ ብዙሕ መገምገሚ ወሲዶም ኣብቲ ኣብኡሲ ናይ ሓጺር መዓልቲ እየ ሰሪሐ ኣብ ክልተ ሽሕን ዓሰርተ ሸውዓተን ወርሒ ታይ ዓይነት ስራሕ እዩ ክኸፈት? ትሽዓተ እዩ ማለት እዩ እቲ ስራሕ ናይ ምእላይ ዓበይቲ እዩ ማለት እዩ ፀገም ዘለዎም ከምዚ ሰማቲክስ ይብሎም ኣብዚ ዓዲ ክርድኡኻ ዘይክእሉ ግን ንስኻ ክትረድኦም ዘለካ ሰባት ማለት እዩ ትሕግዞም ዘለካ ንሶም ከዓ ሓንጎሎም ከመይ ጌርካ ኣክቲቭ ትገብሮም ኣብኡ ተስርሖም ኣብኡ ሰራሕ ነይረ ምእላይ ግዲ ማለት እዩ። ምእላይ ምሕጋዝ ነብሶም ዝኣልዩ እዮም ግን ተኣልዮም ኣለካ ገለ ገለ ሰባት ከዓ ተኣልዮም ኣለዉ ማለት እዩ ኦኬ። ሕጂ እንታይ ጌሮምኒ ኣብቲ ስራሕ ከም ዕላል ክኾነና ማለት እዩ ሓደ ኣብቲ መጀመርያ እዩ መጀመርያ ሲ ሓደ በቲ ግዜ ይቆጻጸሩኒ ኔሮም ሰዓት ኣብ ሰዓተይ መጽእ ዶ ገለ መለ ዝድሓር ኣብ መወዳእትኡ እዮም ክነግሩኒ ንዓይ እቲ ማናጀር ናይቲ ትካልስ ኣብ መወዳእትኡ ነጊሩኒ ሕጂ እተን መሳርሕተይስ ነቲ ሰብኣይ ክስታይ ትገብረሉ ኢኻ ኣሎ ሓገዝ ንዑ ክትገብረሉ ከለኻሲ መጠምጠምያ ዳኣ ኣብዚ እቲ ዝበልዖ ነገር የለን ንኸይነጥቦ ብኸምኡ መሐገዚ ዘለዎ ገለ ብሙዶትያ ናቱ ጸባ ዝሰትየ እንዳ ገለ ኣብቲ ቂሚት ገዲፎማ ሕጂ ምስ ሰተየ ኣየልዓልዎን ሕጂ ምስ በልናዮ ዶ ይገብሮ ወይስ ባዕሉ ይገበሮ ንምፍላጥ ዝተገብረ ነገር እዩ ንኽፍቱን ከማን ንኽፍቱን ንዝገበርዎ እዩ ኣልዒለ ልክዕ ሓንቲ ግዜ ስዝረኣኹም ከምታ ዝገበርዋ ጌረ ኣብ ግዜ ተቋጻጺሮምኒ ንኽፍትኑኒ ኣብቲ ካብቶም መሳርሕተይስ ብዘይ ገንዘብ ኣብዚሲ ብዘይ ገንዘብ ክትሰርሕሲ እሞ ከኣ መጀመርያ ካስ ብከመይ ትመርጾ እየ ይብሉካ ሕጂ በቲ ዝነበረ ናይ ኢንግሊሽ ቋንቋ ገለ ክትራዳእ ቆርጠምጠም እንዳበልካ እወ እዚ ሕጂ ዝደክሞ ዘለኩ ኣነ ድካም ናይ ትምህርቲ እቲ ንቋንቋ ምጽዓር ማለት ጽባሕ ንግሆ ገንዘብ ስለ ዝክፈሎ እዩ ሕጂ ኣብዚ ኣብዚ ካምፕ ደቂሰ ውዒለ ግን ወላ ሓንቲ ነገር ኣይክፈልኒ ኣነ
ኣብዚኣ እንድሕር ርኣስ ሰሪሐ ይክፈል ኣለኩ እቲ ዝክፈሎ ዘለኩ ጽባሕ ንግሆ ብገንዘብ ኮይኑ ዝመጸኒ ነገር እዩ

ካብኡ ክኸይድ ስለ ዘለኒ ምስኦም ተዘራሪበ እንዳኸድኩ ከለኹ ኩሉ እቲ ነቲ ሰብኣይ ከመይ ከም ዝገበርዎ ድሌታት ኣብ ስራሕ ከም ዘለኒ እቲ ናይ ግዜ ምኽባር ገለ ብምሉኡ እዚ ከም ክሬዲት ሓሲቦም ሓደ መሰነይታ ወረቐት ሂቦምኒ። እዚኣ ወረቐት እዚኣ ሒዘያ ናብቲ ዝተዋህበኒ ከሜንተ ኣብ ቮርደን ዝበሃል ማለት እዩ ናብኡ ሒዘያ መጺኣ። ኣብኡ ምስ መጻኹ ቀጥታ ባዕለይ ሓይቲዮም ስራሕ እንደገና። ነቶም ፍሉኽት ሊንግስታውንፖንት ዝበሃሉ ምስቶም ፌርምበርግ ዝበሃሉ ናይ ስራሕ ዝደልዩ ትካል ዘማጽኡልካ ወይ ስራሕ ኣብ ኦትኬርን ተቐበልቲ ከንካስ ኣብ ፍራይበርግ ክትሰርሓሉ ቦታ እዩ። ሕጂ ምስ ሓተትክዎም ኦከይ ምስ ፌርምበርግ ዝበሃሉ ትካል ኣሎ ምሶም ከነራኽበካ ኢና ብሉኒ ኦከይ የራኽቡኒ ይጽውዑኒ ጸውዑን ኣነ ክሰርሕ ይደሊ። ብዘይ ዝኾነ ኮርስ ማለት ካብቲ ዝነበረካዮስ በታ ወራርቲ ማለት እዩ።
ፍራይበርኸ እዩ ኖርማሊ ፍራይበርኸ እዩ እሞ ንስኻ እንታይ እዩ ድልየት ናትካ? ኣነ ድሌተይ ኣብ ናይ ጥዕና ዝተኣሳሰረ ስለዝኾነ ኣብ ምእላይ ይኹን ወይ ኣብ እዚ ከንሃውስ ክኸውን ይኽእል ኣብ ሓገዝ ዝኾነ ዘድልዮም ቦታ ማለት ኣብ ዝኾነ ቦታ ኣነ ጥራይ እቲ ናይ ሞያ ትምህርተይ ብናይ ጥዕና እየ ዝደልዮ መወዳእትኡ ኣብዚ ዓዲ ከምኡ እየ ክውስድ ዝደሊ ከምኡ ስለዝነበረኒ ስለዚ እንታይ ትሕግዙኒ ኣብዚ እንታይ ክገብር ኣብኡ ክሰርሕ ይደሊ እብሎም። ሕጂ ብልጫ ኣለኒ እንታይ እቲ ብልጫ ዘለኒ ሓደ ኣብቲ ካምፕ ኮይነ ምሕታት ብልጫ እዩ ካላኣይ እቲ ወረቀት ሒዘዮ ዝመጻኹ ንዓይ ሓገዝ ኮይኑ እቲ ሓገዝ ዝኾነኒ ዘሎ ሕጂ እቲ ስራሕ ንኽረክብ መን እየ ኣነ ንመፍለጢ ሓገዝ ኮይኑኒ ማለት እዩ ኣብዚ ዓዲ ከም ንሪኦ ወይ ጻዕዳ ነገር ሓደ ኢቪደንስ ክህልወካ ኣለዎ ክቀርበካ ዝክእል ናብኡ ናይ ብሓቂ ትብሎ ዘለካ ክትገብር ዲካ ሲ ክፈልጡካ ኣለዎም ክፈልጡካ ተኮይኖም ከኣ ሓዳር መርኣያ ክትህልዎም ኣለካ እዚ ሕጂ ከም መርኣያ ስለ ዝረኣኩም ግዜ ቀተሉለይን ኣብታ ዝደልያ ዓይነት ስራሕ ዝኮነ ኤርትራዊ ኣብኣ ይሰርሕ ነሩ ኣብታ ኣነ ዝሰርሓላ ዝነበርኩ ኣይሓልኩን ናብኡ ከማንስ ኣይኣትውን ነሮም ከምኡ ጸገም ዘለዎም እዮም ከምዚ ዳክ ብስቴድ እዩ ንሱ
ኤርትራውያን ሲ ብፍራይ በርካ እዮም ገንዘብ ኣምጺኦም መሳኡ ኣይሰርሑን እዮም ኣብኡ ሲ የስርሑ ነሮም ኣይ ሕጂ እቲ ክሬዲት እቲ ዝሰርሖ ዝነበርኩ እቲ ዘሪኦም ዝነበርኩ እዮም ንዓይ ክኸፍሉኒ ጀሚሮም ኣብኡ ማለት እዩ ቋንቋ ቁርብ ክሳይ ናባዕሉ ከይደ እናማዕበልካ ናማዕበልኩ ከይደ ናይ ክልተ ወርሒ ሰለስተ ወርሒ ዝኾን ስራሕ ኣብኡ ሰሪሐ ደሓር ትምህርቲ ክመሃር ስለ ዘለኒ ፋስት ትምህርቲ ኢንቴንሲቭ ረኺበ ማለት እዩ ኣብ ባብል ስኩል ዝበሃል ናይ ቋንቋ ትምህርቲ ኣብቲ ናይ ቋንቋ ትምህርቲ ኣርባዕተ መዓልቲ ትምህርቲ ይኸይድ ሓንቲ መዓልቲ ነፃ

ብዙሕ ኣድቫንተጅ ይህቡኻ እዮም እንተ ደላይ ኾንካ ነቲ ኣድቫንተጅ ክትጥቀመሉ እንድሕር ደኣ ኽኢልካ ናትካ ብልጫ እዩ እንተዘይ ተጠቒምካሉ ግን ከተማርር ጥራይ ኢኻ ትነብር ኣብ ድሕሪት ኮፍ ኢልካ ሀከራዝን ኣውት ኬርና ብልዮ መንከላ ኣንት ኣውት ኬርና ኮንኩ ንርእዮ ነይረ ከም ኣጋጣሚ ኸ ኣብቲ ዕላል ኣብቲ ግዜ እቲ ሺ ሚእትን ኣርብዓን ሓሙሽተን ሓምሳን እዮም ናብ ኢደይ መጻኒ ነይረን ምክንያቱ ኣብ ናይ ጉሩብ ገዛ እዮም ኣምጺኦምኒ ሚእትን ሓምሳን እንዳወሰድኩ ይመሃር ንስድራ ካብኡ ትሕግዝ ትራንስፖርት ተውጽኦ ድሕሪ ወርሒ ምስ ከድካ ናብቲ ትምህርቲ ምስ ተማላለስካ እዮም ትራንስፖርት ዝብከን። ያእ ሕጂ እንታይ ክሓተካ ደልየ ኩሉ ክትብለኒ ጸናሕካ ክስምዖ ጸኒሐ ጽቡቅ እዩ እንፋዕ ብዙሕ ነገራት ኢካ ተስተዋጽእ ሕጂስ ፋሚሊ ኣለዉ ኣብ ኤርትራ ዝኮነ ነገር ሓገዝ ገለ የድሊ እዩ ሕጂ ነዚስ ትምህርትካን ስራሕ ን ኣፓርትስ ከመይ ትገብሮ ትክእሎ ኔርካ።
ሕጂ እንታይ እዩ ትሓስቦ ነገር ከምቲ ኣነሲ ኣብ ሓሳበይ እንታይ እየ ዝሓስብ ዝመስለኪ ንፋሚለይ ይሓግዞም ኔረ እንተዝከውን ነቲ ትምህርቲ ገዲፈዮ ነቲ ናይ ቋንቋስ ሕጂ እዚ በጺሐ ዘለኩ ምበጻሕኩሉ ማለትሲ እዚ ሕጂ ቁሩብ ዝከዶ ዘለኩ ቁሩብ ማለት እዩ ቁሩብ ኣንፈት ረኪበዮ ዘለኩ መንገድስ ከእንፍተለይ ምክኣሎ ዶ እዚ ሰዓትዚ። ኣይክእልን እዩ ምክንያቱ ናብታ ናይ ፋሚሊ ጥራይ ከይደ ኣለኩ ኣብታ ፋሚሊ ጥራይ ከይደ ከ ሕጊ ናይዚ ዓዲ ንዕኦም ጥራይ ንክኣሊ የፍቅደለይ ድዩ ሰሪሐ ንክኣቱ ያ ኣየፍቅደለይን እዩ ሕጊ ኣይፍቅድማ ወረቀት የብለይን ተረዲክኒ ተተረኪበ መሊሰ ናብ ሳዕቤን እዩ ዝኣቱ ሕጂ እታ ኣማራጺት ዘላትኒ እተን ሚእትን ሓምሳን ዝህቡኒ ተጸሚመ ንዐኣን እንዳተቋደስኩ እዚኣ ንክ እተን ሚእትን ሓምሳን ንክዕቀባ ምስ ሓወይ ገዛ ክዓቁብ ኣብነት

እቲ ትምህርቲ ምስ ወዳእኩ ኣብ ጋጣሚ ኣብ ሓደ ናይ ካራይን ዝበሃል ትካል ሰባት ደሊና ይብሉ ናይ ትምህርቲ ዕድል ተምሃሩ ዘለ ይረክብ
ሕጂ እቲ ግዜታት ናተይ እንዳተዋሃሃደ ስለ ዝመጸ ክደሊ ከም ዝኽእል እቲ ናተይ ትካል ወይ ትሰርሓሉ ዝነበር ወይ ትከመይ እንተ ስለ ዝፈልጥ ቀዳምነት ክበኒ ግድን እዩ መርኣያ ስለ ዘርኣኹ ድልየት ከም ዘለኒ ስለ ዘርኣኹ በዚ ጋጣሚ ኣብዛ ትካል ተመዝጊበ ፈተና ይገብር እታ ፈተና ናብቲ ትካል ንመእተዊ ናብቲ ትምህርቲ ንመእተዊ ናይ ንፌድሪ ዲፕሎም ስለ ዘይብለይ ፈተና ክገብር ኣለኒ ተዋልዶ ፈተና ሕጂ እቲ ፈተና ገይረዮ ኣብ መጀመርያ ክሓልፍ ኣይከኣልኩ ኣይሓለፍኩ ክደግም ኣለኒ እንደገና ቋንቋ ሓገዝ ተገይርለይ ኣብቲ ፌርንበርግ ዝበሃል ብፍሉይ ሓገዝ ተገይርለይ ድሕሪ ክንደይ ነታ ፈተና ኣምፅያ ኣብ ካልኣይ ግዜ ኣምጺኣ እንተ ፈተና ማለት እዩ ምስ ኣምጻእኩዋ ኣብዚ ትካል ንክሰርሕ ውዕል ይገብር በቢኤል ትምህርቲ ክወስድ ኣርባዕተ መዓልቲ ናብ ስራሕ ወፍር ሓንቲ መዓልቲ ኣብ ትምህርቲ ንክከይድ እዚ ሕጂ ከምዚ ዝብለኪ ዘለኩ እቲ ምልክት ናይ ዓወት ንስካ እንታይ ከም ትደሊ ምፍላጥ እዩ ሓንጎልካ ምስፋር ማለት እዩ ትደልዮ ከኣ ምዝራብ ኩሉ ግዜ ምባል ከም ልምዲ ኤርትራውያን ዝብልዎ ዝሓለፍዎ ሽግራት ክውዕል እየ ዝሰምዕ ኣነ ምስ ወድዛ ዓዲ ክዛረብ ከለኩ ይኩን ዋላ ምስ ኤርትራውያን ዘሕለፍኩም ሽግራት ኣይዕድልን እዩ ክድኩኖም ዝደሊ መጻኢታት እዩ ዝዕድል። ስለምንታይ እሺ ክራይ ተዕልላ? እወ ሽግራት ዝሓለፍኩም ሽግራት ኦረዲ ሓሊፎም እዮም ኣይም ኣይምለስን እየ ኣብኡ ክነብር ኣይክእልን እየ እቲ ሽግር መጻኢ እዩ ክህልወኒ ዘሎ ብዛዕባ መጻኢ እንድሕር ኣዛሪብካዮ ሰብ እዩ ውን ክሕግዘካ ዝክእል ብዛዕባ ሕሉፍካ ትዕሎ እንድሕር ሃሊካ ናብ ሕሉፍ ክትመልሶ ኣይደልን ክጭነቅ ኣይደልን እዩ እሱ ኦኬ። ስለዚ ከተምጽኦ ኣለካ ኣብቲ መጻኢ ናትካ ሽዑ ባዕሉ ምስ ሓተተካ ሽግራትካ ክትነግሮ ትኽእል ኢኻ ድልየታትካ ምስ ተረድኣ እንታይ ሽግር ኣሕሊፍካ ምክንያቱ ንሱ ክሕግዘካ ተኮይኑ እንታይ ሽግር እውን ነይርካ ክፈልጥ ስለ ዝደሊ እንታይ ሽግር ነይርካ እንድሕር ኣቐዲምካ ነጊርካዮ ግን መጻኢኻ እውን ትብል ንሱ ከተዳኽባላ እዚ ብዚ ክንጥንቀቕ ኣለና ኣብቲ ከም ምኽሪ ዝቦ ማለት እዩ ኦኬ
ብጀካ ኣብ ትምህርትን ኣብ ስራሕን ካልእ ትዓብዶ መዳ ኣለካ ድዩ ወይ ዝኾነ ነገር ትገብሮ ስራሕ ኣለካ ድዩ
እወ ኣነ ብዘይካ ኣብቲ ሜድያ ኣብ ትምህርቲ ማለት እየ ኣብ ሜድያ ድሌታት ናተይ ይገልፅ እየ ብናፅነት ማለት እዩ ኣነ ዝደልዮ ማለት ኣነ ዘሕለፍኩም ሽግራት ኣነ ዘሕለፍኩም ፀገማት ወለዶ ናተይ ወይ ድሕረይ ዝመፅእ ወለዶ ክሓልፎ ይደልን እየ ክዕረየሉ ኣለዎ ስለዚ ነዚ ክዕርየ እንድሕር ኮይነ ሓደ ዝጎደለኒ ነገር ከም ዘሎ ፈልጥ እየ መሃሪ ናብዚ መምጽኢየይ ምኽንያት ሓደ ዝጎደለኒ ነገር ኣሎ። እቲ ዝጎደለኒ ከኣ ሰናይ ምሕደራ ዘይምህላው እዩ። ስለዚ ህዝብና ሰናይ ምሕደራ ሃልይዎ ኣብ ዓዱ ቀሲኑ ንኽከብር ብዓቕመይ ብድልየታት ናተይ ብናጽነት ማለት እዩ ብዓቕምታት ናተይ ይጽዕር ይሰርሕ ኣብ ትርፊ ግዜይ ማለት እዩ። እዚ ሕጂ እቲ ተወሳኺ ምስቲ ትምህርተይ ዝኸዶ እዩ። ከምታይ ዓይነት ስራሕ እዩ ትሰርሕ? ኣብ ምጉስጓስ መንእሰያት ምሕጋዝ ከመይ ጌርካ ሰባት ክትሕግዞም ከም ትኽእል። ዓቕሚ ዘፍቅዶ ከኣ ሓገዝ ዝሓተን ሰብ ከኣ ይሕግዝ። ኦኬ ጽቡቅ ነገር እዩ እንታይ ክብለካ ደልየ ቅድሚ ሕቶታትና ምውዳእና ኣብ ትምህርትካ ጽቡቅ ኣለካ ኣብ ኩሉ ነገራትካ ጽቡቅ ነገር ኣሎ ሕጂ ሰባት ካባካ ሓበሬታ ክወስድዎ ድክእሉ ነገራት እንታይ ክትብሎም ትክእል ማለት እዚ ዕላልና ንሰባት ካባካ ድሕረ ባይታካ ፈሊጦም ክንጥቀመሉ እንድዩ ሕጂ እንታይ ርእይቶ ትህብ ኣብዚ
እወ ሰባት ካባይ ዝወስድዎ ሓበሬታ እኳ ከምቲ እኹል ዘይክህሉ ይኽእል፣ ካብ ገዛእ ርእሶም ክፈልጥዎ ዝኽእሉ ሓበሬታ ግን ብዙሕ ኣሎ። ሕጂ ከም ልምዲ ንሕና ኤርትራውያን ንኣብነት ብዛዕባ ፕሮሰስ ይሓትት እንተደኣ ሃልየ ኣነ ስድራቤተይ ከምጽእ ኣብ ክንዲ ምስቲ ዝምልከቶ ኣካል ዝዘራረብ ምሳኺ ይዘራረብ። ከመይ ኢኺ ከመይ ኣምጺእኪ ከመይ ጌርክዮ ገለመለ ገለ እብለኪ። ሕጂ ንስኺ ዝሓለፍክዮ ፕሮሰስ ኣነ ክድገመኒ ማለት ኣይኮነን እቲ ኣነ ዝህቦ ኬይዝን ንስኺ ዝሃብክዮ ኬይዝን በበይኑ እዩ መጀመርያ ክንፈልጦ ዘለና እቲ ንስኺ ዝሃብኹ መልስን ንዓይ ዝህቡኒ መልስን ብመንጽሩ ከኣ ክፈላለ ክኽእል እዩ ሕጂ ኣብቲ ሓበሬታ ሓበሬታ ዘይኮነ ካባይ ክጽበዩ ዘለዎም ሓበሬታ ንሶም ምስ ዝምልከቶ ኣካል ኮይኖም ክረኽቡ ከም ዘለዎም ክፈልጡ ኣለዎም ብዛዕባ ኩሉ ከም ከም ኣብነት የምጽኤልኪ ናይ ፕሮሰስ ብዛዕባ ትምህርቲ እንተደልዮም ሕጂ ብዛዕባ ትምህርቲ እውን ብከምኡ ክረኽቡ ክኽእሉ እዮም ኣብዚ ዓዲ ንኣብነት ከም እቲ ሓበሬታ ናይ ምጉዳል ኣሎ ብፍላይ ኣባና ማለት እዩ ብግቡእ እቲ ሓበሬታ ስለ ዘይንወስዶ ናብቲ ሓደ ክትከይድ ከላ ክሳብ እቲ መወዳእታ ክትበፅሕ ከላ እቲ ሓበሬታ እንዳተጓደለ ኢኻ ትኸይድ እንዳተጓደለ ትኸይድ እንድሕር ዳሃልያ እቲ መወዳእታ ዝበፅሖ ዘሎ ጉጉይ ሓበሬታ እዩ ዝመፆ ስለዚ እቲ ጉጉይ ሓበሬታ ንሱ ንካልኦት ሰባት ጉጉይ ሓበሬታ እዩ ሰብ ስለዚ ሓበሬታ ብግቡእ ካብቲ ዝምልከቶ ኣካል ክትረክብ ትኽእል ኣለካ ካልኣይ ካብ ወብሳይት ክትወስዶ ትኽእል ኢኻ ሎሚ እንታይ እንታይ እያ እታ ትካል ታይ ዓይነት እያ እታ ስም ናይታ ትካል ሲ እታ ስም ናይታ ትካል ዘይኮነ እታ ትካል ትካል ዘብላ ዘሎ እንታይ እዩ ምዕቡል ግዜ እንታይ እታ እታ ትካል ስማ ነታ ትካል ትካል ዘብላ ዘሎ ስማ ወይ እቲ ትገብሮ ጠለብ ኩሉ ዝርጉሕ ኣብ ወብሳይት ኣብኡ ከድካ ክትረኽቦ ትኽእል ኢኻ ጸገማት ናይ ቋንቋ ክህልወካ ይኽእል እዩ ትሓትት ትኽእል ንሓውካ ንኤርትራውያን ማለት እዩ ኣነ ጥራይ ዘይኮንኩ ብዙሓት ኣእላፍ ኤርትራውያን ዝሕግዝ ኣለዉ ምናልባት ዘይንሰምዕ ንኸውን ንኽእል ኢና ባህርያት ከምኡ ክህሉ ይኽእል እዩ። ከላ እዚ ክዕሊ ዶ ንኽእል ንኸይኑ ክብል እቲ ሃስያ ግን ንዓኻ እዩ። ስለዚ እቲ ሓበሬታ ኣብ ውሽጥኻ እዩ ዘሎ። ንስኻ እንድሕር ደኣ ንቐይሕካስ እቲ ሓበሬታ ክትፈልጦ ኣጸጋሚ ኣይኮነን ዝብል ይህብ ኣብቲ ሓበሬታ ማለተይ እዩ። ኦኬ ክብሮም እንታይ ከኣ ክብለካ ደልየ መስለካ ሕጂ ኣብ ሜዳታት ብዙሕ ነገር ንሰምዕ ኢና ወላ እውን ንረኦ ኢና ኣብዚ ከ እንታይ ርእይቶ ኣለካ ንስኻ ከም ክብሮም እንታይ ሓሳብ ተካፍል ንሰባት?
እወ ሜድያ ሓደ ዓውዲ እዩ ሰባት ንክራኸቡ ሓሳባት ንክለዋወጡ ሓሳባት ንክመሃሩ ሓሳባት ንክህቡ ዝተፈጥረ ነገር እዩ ነቲ ሜድያ ዝሰርሕዎ ሰባት ብዙሕ ሓሲቦምሉ እዮም ሕጂ እቲ ናቶም ሓሳብ ንዓና እውን የካፍለና ማለት እዩ ንሶም ዝሓሰብሉ ንሶም ዝሓሰብዎ ሓሳብ ሓደ ንተፈላጥነት ንህቡብነት ክረኸቡ ኢሎም ሰሪሖሞ ክኾኑ ይኽእሉ እዮም ካልኣይ ከዓ ኣታዊ ንክረኽብሉ ክሰሪሖሞ ክኾኑ ይኽእሉ እዮም ንሶም ዝሰርሕዎ ግን ንሕና ተኻፋልቲ ናይቲ ኣታዊ ክንከውን ንኽእል ኢና ብግቡእ እንተተጠቒምናሉ። እንተደኣ ብግቡእ ዘይተጠቒምናሉ ግን ኣርባሕቲ ናቶም ጥራይ ኮይንና ኢና ንነብር፣ ናይቲ ሜድያ ወልፊ ሃሊና ጥራይ ኮይንና ንነብር ማለት እዩ። ከም ልምዲ ኤርትራውያን ከም መንእሰያት ዋላ እቶም ኣብ ዓበይቲ ክሪኦም ከለኹ ኣነ ዝተፈላለየ ዓይነት ክሳይ ይርኢ። እንታይ እቲ ዝሪኦ መስለኪ እቶም ዓበይቲ ኣብኡ ክጻረፉ ይሪኦም።
ብዙሕ ሰብ። ክጻረፉ ትሪኦም ሕጂ ካብቲ ስነ ምግባር ናህና ወጻኢ እዩ እቲ ምጽራፍ ክትጻረፍ ጽቡቅ ኣይኮነን እሶም ክሓስብዎ ዝግብኦም ሓደ ነዚ መንእሰይ ጸርፊ ኢካ ትምህሮ ዘለካ ነቲ ወለዶ ነቲ ወለዶ ዘሎ ጸርፊ ትምህሮ ኣለካ ካልኣይ ንስካ ወሊድካ ኢካ ነቲ ዝወለድካዮ ኣብ ገዛካ ዝዓቢ ዘሎ ቆልዓ ናትካ ክርኢ ይርኢ እዩ ዘሎ እቲ ትሰርሖ ነገር ጸርፊ እናተማሃረ እዩ ዝዓቢ ንኹልና። ስለዚ ንስኻ እቲ ሜድያ ረኺብካ ሰባት ንኽትጸርፈሉ ዘይኮነ እቲ ሜድያ ረኺብካ ሰናይ ነገር ንኽትምህረሉ ዝብል ጽልዋ ትጥቀመሉ። ይስምዓኒ። እቲ ጉድለት ኣብዚ ኣሎ። ሕጂ ነቲ ጉ ናይ ሜድያ ጉዳይ ብኽልተ ነገር እየ ርእዮ ማለት እዩ ኣነ። ከርብሓካ ይኽእል እዩ ርቡሕ ኣተሓሳስባ እንተሃልዩካ። ክጎድኣካ ይኽእል እዩ ኣብ ኣተሓሳስባኻ ርጎዳኢ እንድሕር ደኣ ሃልዩ። ንዓኻ ጥራይ ኣይኮነን ዝጎድእ እቲ ጉድኣት። ንኹሉ ንሕብረተሰብ ማለት እዩ። ንሕብረተሰብ ምሉእ ዝጎድእ ኢኻ ትገብር ማለት እዩ። ስለዚ ኣብቲ ሜድያ እዚ ኣሎ ጸገም። ካልኣይ ኣብ መንእሰያት። መንእሰያት ተፈትፊቱ ጥራይ ክመጾም ደልዩ እቲ ሚድያ ወላ ዘምጽሉ ብዙሓት ሓያላት ኤርትራውያን ኣሕዋት ኣለዉ ወይ ካልእ ክትመሃረሉ ትኽእል ኣብ ሚድያ እውን ኣሎ ሕጂ እንዳደለዩስ ነቲ ዘድልዮም ገዲፎም ናብ ዘየድልዮም ይኸዱ ኣነ ከም ምሳሌ ኣብ ናተይ ወስ ኣብቲ ናተይ ኣፕ ኣቲኺ እንተርኢኺ እዚ ኢንስታግራም ቲክቶክ ገለ መለ ዝበሃሉ የብለይን ኣነ ኣይጥቀመሎምን እየ ምክንያቱ ዘይጥቀመሎም ብዙሕ ኣብ ኢንስታግራም እንታይ ክዳን ተኸዲና መን ከመይ ዓይነት ኣብኡ እዮም ክሪኡ ዝፀንሑኻ ኣብኡ ላይክ ክንደይ ረኺባ ክንደይ ፈለወርስ ረኺባ የርባሓካ ዶ ንኣብነት ንስኻ ናይ ሓደ ሸው ክሳይ ክህልወካ ክእል እዩ ኣብኡ ክትዝርግሕ ትኽእል ኢኻ ክትርኢ ትኣቱ እንተሃሊኻ ግን ግዜኻ ምስኡ ክትምጥኖ ክትክእል ኣለካ ስለዚ ግዜኻ ሰርቅ ንሜድያ ግዜኻ ካኣ ትዕቅብ ካብ ሜድያ ኣታዊ ትረክብ ካብ ሜድያ ትኸስር ካብ ሜድያ ጠቃምን ሃስያ ናይ ሜድያ ግን ሃስያ ናይ ሜድያ ግን ናይ መጻእኻ ሃስያ ምዃኑ ክትፈልጥ ትክእል ኣለካ ኣብ ሜድያ ትህሶ እዩ ሃስያ ምክንያቱ ግዜኻ እቲ ብማንም ክትረኽቦ ዘይትኽእል ወርቃዊ ግዜ ኣብኡ ትኸስሮ ኣለኻ ክብሮም ሓወይ ሕጂ እንታይ እንታይ መጻኢ ኣለካ ስኻ መጻኢ ካባኻስ እንታይ ኢና ክንጽበ ክብሮም ሰብ መጣስ ከመይ ዓይነት ሰብ እዩ? እወ እቲ መጻኢ ኩሉ ግዜ ኣብ ጉዕዞ እንድዩ ኣብ ጉዕዞይ ከኣ ኩሉ ግዜ ኣነ ዝብሎ ክዕወት እየ ዕውት ሰብ ኮይነ ንነብሰይ ዝኸኣልኩ እንተደኣ ኮይነ ሰባት ክሕግዝ ይኽእል እየ ማለት እዩ ጎደሎ ሰብ ዘይኮንኩ ክብሮምሲ ብኣተሓሳስባይ በቲ ዝደልዮ ሰናይ ነገር ዓብየ ከምኡ ኮይኑ ክርኢ ይደሊ ማለትሲ እቲ ዘለክዎ ናይ ትምህርቲ መደባት ውን እንዳዓበየ ብመንጽሩ ንሰባት ሓገዝ ክህብ ዘይኮንኩሲ ተጸባይ ካብ ሰባት ውን ሓገዝ ብዝዓቕሞም ተጸባይ ሰብ ኮይነ እንዳተማላላእኩ ኣብቲ ዝደልዮ ደረጃ ክበጽሕ ይደሊ። እዚ ሰባት ክኸስብ ይደሊ ካብ ሰባት ብዙሕ ነገር ስለ ዝመሃር ሰባት ክጸልኡኒ ይኽእሉ እዮም ብዝተፈላለየ መንገዲ ንዓይ እቲ ክጸልኡኒ ከለዉ ምናልባት ዘይክቐርቡኒ ስለ ዘይቀረቡኒ ክኾኑ ይኽእሉ እዮም ሰባት ክጸልኦም ይኽእል እየ ብማዕዶ ስለ ዘይቀረብኩም ክኸውን ይኽእል እዩ ኩሎም ግን ዘጽንኦም ዘለኹ ምኽንያት እንታይ እዩ እንድሕር ረኣ ሓሲበ ነቲ ናቶምን ናተይን ድሌታት ከወሃሃዶ ስለ ዘይከኣልኩ እዩ ወይ እቲ ድሌታት ናቶም ክቕበሎ እንድሕር ረኣ ዘይክኢለ ድሌታተይ ክቕበሉለይ ኣይክእሉን እዮም ሕጂ ምስ ሰባት ብስሚዒትን ብርዲኢትን ተረዳዲኤ ሓደ ዓቢ ሰብ ክኸውን እደሊ ምክንያቱ ካብ ብዙሓት ሰባት ካብ ዝተፈላለዩ ሰባት ብዙሕ ልቦና ክትማሃር ስለ ትክእል እቲ ትማሃሮ ውን ንሰባት ኢካ ተገልግለሉ ሕራ ተማሂረ ኣነ ንኣብነት እዚ ምስ ወዳእኩ ናይ ሰለስተ ዓመት ናብ ፈርፕሉክ ክንደ ክቅጽ እየ ሃብኦ ዩኒቨርስቲ ክከይድ እደሊ እየ ሕጂ ኣብኡ ክከይድ እንድሕር ኣደልየ ኩሉ ዝማሃሮ ንሰባት ክሕግዞ እዩ ስሚዒት ናይ ሰባት እንዳተረዳእኩ እንድሕር ከይደ ዕውት ሰብ ክከውን ምክንያቱ እቲ ስነ ልቦና ዝበሃል ካብ ሕብረተሰብካ ብግብሪ ትረኽቦ ስለ ዝኾነ ምስኡ እናተዋሃሃድኩ ክኸይድ ይደሊ ማለት እዩ። ኣነ ውን ዓወት እምነየልካ ክብሮም ሓወይ። Thank you። ሕቶታተይ እንዳ ወዳእኩ እየ ሓንቲ ኣላትኒ ናይ መወዳእታ ሕቶ ክሓተካ እስኻስ እንታይ ክትከውን ትደሊ ወይ እንታይ እዩ ደስ ዝብለካ ከም ክብሮም ማለት እዩ ካብ ካብ ነብስኻ ማለት እዩ እንታይ ደስ ዝብለካ?

ናይ ውላደይ መጻኢታትን ራእይታትን ክህልወኒ ኣለዎ፣ ከም ደስ ዝብለኒ ማለት እዩ። ስለዚ ንዕኡ እቲ ከድልዮ ክሓስቦ ከለኹ ሓሳባተይ ክቡሮ ምዃነይ ስለ ዝኣምን ደስ ይብለኒ ኩሉ ግዜ። ምንባብ ይፈቱ እየ። ምክንያቱ ሓሙሽተ ሽዱሽተ መጻሕፍቲ እንተ ኣንቢበ ኣብ ዓመት ኣብ ዓመት ንኣብነት ናይ ሓሙሽተ ሽዱሽተ ለባማት ሰባት ወይ ልቦና ዘለዎም ሰባት ካብኦም ብዙሕ ነገር ዝስረቅ እዩ ብዙሕ ነገር ይምሃር ማለት እዩ እቲ ምስራቅ እሲ ብምምሃር እውን ክውሰድ ይክእል እዩ ሕጂ ምንባብ እፈቱ ምጽሓፍ ክኣ እፈቱ እየ ክጽሕፍ ከለኩ ካብ ሰባት ጌጋይ ክእረም ስለ ዝደሊ እቲ ስምዒታት ምስ ሰባት ዘለኒ ሲ ከመይ ይከይድ ኣሎ ክፈልጥ ስለ ዝደሊ ኣብ ጉዕዘይ ንሰባት እንዳሓጎስኩ ዝከይድ ማለት እዩ ብዓቢኡ ክኣ ኣነ ድልየታት ናተይ ደስ ዝብለኒ ባህግን ኣነ ዝጽዕሮን ዝደኽሞን ኩሉ በዚ ናይ ትምህርቲ ይኹን በቲ ናይ ሜድያ ቃልሰይ ንህዝበይ ዝገብሮ ኣብ ዓደይ ሰለማዊ ሰብ ኮይነ ኣብታ ዓደይ ስደተኛ ዘይኮነ ወይ ስዱድ ዘይኮንኩ ዜጋ ተባሂለ ኣብ ዓደይ ከቢረ ክነብረሉ ዝኽእል ወይ ክነብር ከለኹ ዝመጸላ መዓልቲሲ ንሳ ኩሉ ግዜ ብደስታ ይጽበያ ደስ እንዳበለትኒ ትነብር ማለት እዩ እዚ ኣይ ሆፕ እቲ ደስታ ናተይ ከኣ ከምኡ ኮይኑ ኣብኣ ክበጽሕ ደስታ እዩ እዚ ድያት ናተይ ደስ ዝብለኒ ኩሉ ግዜ ብትርፊ ግዜ ይኹን እቲ ደስታ ዝስምዓና እሱ እዩ። እሺ እምበኣስ ክቡራት ተኸታተልተይ ናይ ሎሚ መደበይ ደስ ኢልኩም ፈቲኸኸትኩም ተስፋ ገብር ክብሮም ሓውና ከዓ ምሳና ፀኒሑ ኩሉ ሓሳባቱ ኣካፊሉ እንዳሎ ዝኾነ ነገር ክትደልይዎ ነገር እንድሕር ኣሎ ወይ እውን ኢንተርቪው ክግበረሉ ትደልይዎ ሰብ እንድሕር ኣሎ ኣብ ኮመንት ጸሓፍለይ ሸር ሳብስክራይብ ላይክ ካባኹም እያ ሕጂ ክብሮም ሓወይ ኣብ ምውዳእና ትብሎ ነገር ተለካ ቅድሚ ምዕጻውናስ ዝኾነ ነገር ዕድል ክበካ። ኣነ እቲ መጀመርያ ከም ሰብ ሓሳብ ኣለዎ ክብሮም እቲ ንደልዮ ዕላማ ሲ ክዛረብ ይኽእል እዩ ወይ እቲ ንዓናስ ሓጋዚ ሓሳብ ይህልዎ ኢልኩም ናብዚ ምጽዋዕኩም ከመስግነኩም ይፈቱ ማለት እዩ ንቲቲ ሸው ከምኡ ውን ንተስፋ ኢንተርተይመንት ቀጺለ እቶም ህዝቢ ነዚ ናተይ ሓሳብ ብኸፊል ትማልሲ ዓቢ እኳ እንተዘይኮነ ብንእሽተይ ነገር ክመሃርሉ ተስፋ እገብር ሕጂ ኣነ ስለ ዝተዛረብኩ ዘይኮነ በቲ መልክዕ ናተይ ዘይኮነ በቲ ኣተሓሳስባ ኣነ ዝብሎ ዘለኹ ኣብ ናቶም ቅኒት ኣእትዮም ካብ ካልኦት ዓበይቲ ዝመሃሩ ሰባት ናይ ምስማዕ ሓይሊ ክህልዎም ከኣ ይላበዎም ማለት እዩ ምክንያቱ እንተ ትሰምዕን ተንብብን ሓሳባት ተዋሃድትን ከኢልካ ኩሉ ግዜ ዓወት ኣሎ ስለዚ ተስፋ ዘይምቑራጽ ማለት እዩ። ምንባብ ክስልችወካ ክኽእል የብሉን። ምስማዕ ክስልችወካ ክኽእል የብሉን። ምጽሓፍ እውን ክስልችወካ ክኽእል የብሉን። ምክንያቱ እዚኦም ኩሎም ንዓኻ ሓገዝትኻ ክሳብ ዝኾኑ ካብቲ ምጽሓፍካ ጌጋን መእረምታን ትረክብ ወይ ከዓ ቀጽሎ ንፋዕ ትበሃል ካብቲ ምስማዕካ ብዙሕ ነገር ንስኻ ዘይትፈልጦ ትፈልጥ ካብቲ ምስ ሰባት ምቅርራብካ ከኣ ብዙሕ ምስ ሰባት ናይ ብሓባር ከንካ ኢንቴግሬት ጌርካ ትነብረሉ ባይታ ይሕግዘካ እዩ። እዚ እዚ ክላቦ ይደሊ ነቲ ህዝብና ብፍላይ ነቲ መንእሰይ ማለት እዩ። ነቲ ዓቢ ከኣ ብፍላይ ናይ ሜድያ ዝጻረፉ ከም ዘየድሊ ነገራት ዝብሉ ኣደብ እንተገበሩ ጽቡቕ እዩ። ምክንያቱ ምናልባት ንሕና ከም ዜጋታት ኣብቲ ናይ ፖለቲካ ከየእትወኪ እምበር ኩሉ ንፈልጥ መንእሰያት ኢና ማለትሲ ኩሉ ክንገብሮ ከም ንኽእል ንኣምን መንእሰያት ኢና ምናልባት እቲ ኣንፈት ጠፊኡና ነይሩ ክኸውን ይኽእል እዩ እቲ ኣንፈት ከነምጽኦ ንኽእል ኢና ብግዚኡ እቲ ጸርፊ ግን ደው የብልዎ ክጻረፉ ኣይንደልን ማለት እዩ ስለዚ ንስኹም ከም ቲቲ ሸው ኣብዚ ተምጽኦም ሰባት ሃናጺ ዝኾነ ሓሳብ ዘለዎም ርእይቶ ዘለዎም I hope ከምጽና። ከምኡታት እንዳምጻኩም ዘለኩም ዓቅሚ ብዚ ዓቅሚ ዘለዎም ሰባት እንዳገበርኩም ክትከዱ ከኣ ነቲ ሕብረተሰብ ሓደ ዓቢ ጸጋ ስለ ዝኮነ ጽባሕ ንግሆ ኣብቲ ሕብረተሰብ ውን ክሬዲት ክህልወኩም ስለ ዝክእል ምስቲ ኣማጻጽኣ ናይቲ ሕብረተሰብ ባህሉን ክብሩን ዝከይድ ነገራት ውን ክትጥቀሙ በዚ ኣጋጣሚ ንዓኩም ከኣ ክመክረኩም ይፈቱ ማለት እዩ። እሺ የቀንየልና ክብሮም ሓወይ ኣነ ውን ኣብዛ ፈላሚት መደበይ ብኣኻ ምጀማረይ ሓጉስቲ እየ ብጣዕሚ ከመስግነካ ይደሊ ካብ ልበይ ኣጋጣሚ ኮይኑ ምስዚ ናይ ኮሮና ኮይኑ ጀሚርና ኢና እምበር ኣብ ካልእ ነገር ብጽቡቅ እንራከብ ንከውን ኢና ሕጂ ንመጀመሪ ብጣዕሚ እየ ዘመስግነካ ፈላሚ መደበይ ምኳንካ ማለት እዩ Thank you ክቡራት ኣሃትና በዚ ናይ ሕጂ ዝጸንሐ ምስ ክብሮም ሓውና ዕላል ፈቲክሞ ክትኮኑ ተስፋ ይገብር ኣብ ካልእ ግዜ ምስ ካልእ ስነጥበባውያን መምሃራናን ጽሑፋት ማሕበረ ሂወት ዘለዎም ክመጸኩም እየ ክሳብ ንመጸኩም ሸር ሳብስክራይብ ላይክ ከኣ ናባኩም ቻው ቻው Thank you